ኩም ዝኸበርኩም ተዓዘብቲ ዕለታዊ ዜና ስፖርት እንሆ። ሻምፕዮን ማራቶን ዓለም ኤርትራዊ ኣትሌት ግርማይ ገብረስላሴ ኣብ ቤይጂን ዘመዝገቦ ዓወት ሃንደበታዊ ዝመጸ ከምዘይኮነ ንምርኣይ ኣብ ውድድር ፍርቂ ማራቶን ባርሰሎና ከመስክር ተዳልዩ ምህላው ገሊጹ። ዓሰርተ ኣርባዕተ ለካቲት ኣብ ዝካየድ ውድድር ፍርቂ ማራቶን ባርሰሎና ንምስታፍ ምድላዋቱ ከም ዘጻፈፈ ዝገለጸ ወዲ ዕስራ ዓመት ኣትለት ግርማይ፣ ኣብ ቤጂን ዘመዝገቦ ዓወት ብብቕዓቱ እምበር ሃንደበታዊ ዝተፈጥረ ዘይምንባሩ'ዩ ዝኣምን። መርበብ ሓበሬታ www ዶት ያፍ ዶት ኦርግ ንምድላውን ቃለ መጠይቕን ግርማይ ገብረስላሴ ኣብ ዓምድታቱ ብዘስፈሮ ጽሑፍ፣ ንዓበይቲ ኣትለታት ዓለም ዝመሰጠ ግርማይ፣ ኣብዚ ዓሰርተ ኣርባዕተ ለካቲት ዝካየድ፣ ናይ ፍርቂ ማራቶን ውድድር ሒዝዎ ኣትዩ ዘሎ ዕላማ ውልቃዊ ጊዚኡ ኣብ ፍርቂ ማራቶን ትሕቲ ሓደ ሰዓት ምውራድ ምዃኑ ካብ መግለጺኡ ምርኩስ ብምግባር ኣስፊርዎ ኣሎ። ኣትለት ግርማይ ኣብ መግለጺኡ፣ ኣብ ቤጂን ዘመዝገብክዎ ዓወት ሃንደበታዊ ዝመጸ ዘይምንባሩ ንዓለም ከርኢ ተዳልየ ኣለኹ። ኬንያዊ ኪፕላጋት ኣብዚ ቦታ ክልተ ጊዜ ክብረ ወሰን ከም ዝሰበረ ተረዲኡኒ ኣሎ። ምስ መሳኒተይ ማለት ልምምድ መሳርሕተይ መርሃዊ ከሰተ መጺኤ ስለ ዘለኹ ዕላማይ ኣብ ፖድየም ምድያብን ውልቃዊ ጊዜይ ኣብ ፍርቂ ማራቶን ምምሕያሽን ኢዩ ኢሉ። ኣብ ፍርቂ ማራቶን ዝበለጸ ግዜ ኣትለት ግርማይ ገብረስላሴ ሓደ ሰዓትን ትሽዓተ ካልኢትን እዩ። ነዚ ግዜ ብውሕዱ ትሕቲ ሓደ ሰዓት ንምውራዱ ድማ ተዳልዩ ምህላዉ ይገልጽ። ክልተ ኤርትራውያን ተቐዳደምቲ ዝሳተፍዎ ቱር ዱበይ ሎሚ ረቡዕ ሰለስተ ለካቲት ክጅምር እዩ። ናይ ክልተ ሓይሊ ፈረስ ማለት ቱ ኤች ሲ ደረጃ ዘለዎ ቱር ዱበይ ኣርባዕተ መድረኻት ዝጓዓዝ ኮይኑ ዓበይቲ ፕሮፌሽናላት ጋንታት ምስ ስሙያት ተቐዳደምተን ሒዘን ቀሪበን ብምህላወን ተጠማቲ ውድድር እዩ። ኤርትራውያን ተቐዳደምቲ ክለብ ዲያሜንሽን ዳታ ዳኒኤል ተኽለሃይማኖትን ናትናኤል ብርሃነን ኣብ ጎኒ'ቲ ብደረጃ ዓለም ብቅጽበታዊ ውድድር ኣብ ቀዳማይ ደረጃ ዝስራዕን ብዘመዝገቦ ናይ መድረኽ ዓወት መዳርግቲ ኣልቦን ማርክ ካቫንድሽ ብምዃን ኣብዚ ውድድር ክሳተፉ እዮም። ብፍላይ ኣብዚ እዋን ብቅጽበታዊ ውድድር ንማርክ ካቫንድሽ በዲህዎ ዝርከብ ጀርመናዊ ተቐዳዳማይ ክለብ ኤቲክስ ኪኩስቴብ ማርሰል ኪተል ብምህላዉ እዞም ክልተ ተቐዳደምቲ ኣብ ኣርባዕተ መድረኻት መኖም ላዕለዋይ ኢድ ይሕዝ ኣቓልቦ ማዕከናት ዜና ስሒቦም ይርከቡ። በዚ ድማ ክለብ ዲያሜንሽን ዳታን ኤርትራውያን ተቐዳደምትታን ዳኒኤልን ናትናኤልን ከቢድ ዕዮ ገዛ ንምፍጻም እዮም ኣብዚ ውድድር ዝርከቡ። ኣብዚ ውድድር ኣብ ክልተ ሽሕን ዓሰርተ ሓደን ተዓዋቲ ዙር ፈረንሳ ዝነበረ ብራድሊ ዊግንስ፣ ቤልጂማዊ ፊሊፕ ጂልበርት፣ ስዊዘርላንዳዊ ፋብያን ካንችላራ፣ ጀርመናዊ ቶኒ ማርቲን፣ ኢጣልያዊ ኣንድሪያ ጓርዲኒ ዝርከብዎም ስሙያት ተቐዳደምቲ ክሳተፉ እዮም። ኤርትራዊ ተቐዳዳማይ ናትናኤል ብርሃነ ሻምፕዮን ኤርትራ ክልተ ሽሕን ዓሰርተ ሓሙሽተን ብምዃኑ ኣብ ነፍሲ ወከፍ ዝኣተዎ ውድድር ብባንዴራ ሃገሩ ዝተሰርሐት ማልያ ለቢሱ ይኮዳደር። ድሮ ኣብ ምልላይ ጋንታታት እውን ኣብ መድረኽ ሻምፕዮን ሃገሩ ምዃኑ ተገሊፅሉ እዩ።